ሰላም ተኸታተልቲ ከምዛ ስክሪን ናይ ትሪእዋ ፀናኹም ኣነ ብትግርኛ ሰላም ተኸታተልቲ ኢለ ተዛሪበ ከምዚኣ ትሪእዋ ዘለኹም ድማ እዚኣ ሞባይለ ኣብኡ ከላ ፅሒፋቶ ስለዚ ዝኾነ ዓይነት መልእኽቲ ኣክኒ ብኢድና ክንፅሕፍ ንውዕል ዳይሬክት ብቮይስ ጥራሕ ወይ ብምዝራብ ጥራሕ ናይ ትግርኛ ዝተዛረብናዮ ነገር ብንፁርን ፅፉፍን ብትግርኛ ክፀሓፈልና ምስ እንደሊ እዛ ኣፕሊኬሽን ክንጥቀም ንኽእል ኢና ሰላም ተኸታተልቲ ሃብታ ኣፕቴክ ኣካዳሚ ሎማዓንቲ ሓንቲ ኣፕሊኬሽን ሒዝናልኩም መፂና እና እዛ ኣፕሊኬሽን እዚኣ ድማ ኪቦርድ ኮይና ዝኾነ ብትግርኛ እተዛረብናዮ ነገር ናብ ፅሑፍ ትቀይረልና ትኽእል እያ እዚ ድማ ኣብ ዋትሳፕ ሜሴንጀር ኣብዝን ኣብ ዝኾነ ካልእ ምፅሓፍ ደለየና ሞባይልና ክንጥቀመላ ንኽእል ኢና እዛ ኣፕሊኬሽን እዚኣ ጂቦርድ ተባሂላ ትፅዋዕ እዚ ኣፕሊኬሽን እዚኣ ድማ ኣብ ኣይፎንን ኣብ ኣንድሮይድን ትሰርሕ ከም ምስራሕ ማለት እዩ ግን ንሕጂ ኣብ ኣንድሮይድ ቴሌፎናት ጥራሕ ትግርኛ ሰፖርት ትገብር ኣላ So እቶም ተጠቀምቲ ኣንድሮይድ ከምዚኣ ትስዕብ ጌርኩም ዳውንሎድ ጌርኩም ክትጥቀሙላ ትኽእሉ ኢኹም ማለት እዩ ስለዚ ናብታ ቪድዮ ኢና ንብል መጀመርታ ንገብሮ ነገር ኣብ ፕሌይ ስቶር ኢና ክንኣቱ ፕሌይ ስቶር ኣብ ዝኾነ ግዜ ኣፕሊኬሽን ዳውንሎድ ክንገብር ክንደሊ ከለና ኣብ ፕሌይ ስቶር ንኣቱ ኣብዛ ታሕቲ የማን ኩርናዕ በዛ ናተይ ሰርች ክብለ ኣብታ ሰርች ባር ምስ መጻኹ ድማ ጂ ቦርድ ኢለ ሰርች ገብረ

ኣብዛ ጂቦርድ ትብል ትሪእዋ ዘለኹም ጂቦርድ እታ ጠፊኣ ደላ ብየማን ወገን ማለት እዩ ክውልዐ ሰው ኣቴንሽን ገለ ትብለና ኦኬ ክብለ ኣብዚ ፍቓድ ሂበያ ኣለኹ ማለት እዩ እዚኣ ወሊዐ ምስ ሃብክዋ ባክ ክብለ እየ ማለት እዩ ክምለስ ናብታ ቦርድ ሽዑ ስቴፕ ቱ ኢላትኒ ባክ ምስ በልክዋ በታ ኖርማል ባክ ንደላ ብታሕቲ ማለት እዩ ስቴፕ ቱ ድማ ሰለክት ጂቦርድ ኣዝ ዮር ዲፎልት ኢንፑት መተድ

ሕጂ ኣብዛ ኣዲሽናል ላንጉጅ ትብል እነ ክሊክ ገብር ተደይ ኮይኑ ግን ዳን እውን ከንብላ ንክእል ኢና ዳሓር ሴት ክንገብሮ ምናልባት እዚኣ ተሓሊፋትና ብድኮነ ምክንያት ከላሽ ኣውን ቂሮ እንተደልና ከመይ ጌርና ንገብሮ ክንርኢ ምእንቲ ንሕጂ ዳን ክብላ እየ ዳን ምስ በልኩዋ ወዲና ኣላ ማለት እዩ እዚኣ እታ ሴቲንግስ እያ ሶ ኣብዛ ሴቲንግስ ኣብታ ላዕሊ ላንጉጅ ትብል ኣላ ዳን ምስ በልኩዋ ባዕላ የምፅኣትና ኣብዚ ማለት እዩ እዚኣ እታ ናይ ጂቦርድ ሴቲንግስ ወይ እዛ ናይዛ ሓዳሽ ኢንስቶል ዝገበርናያ ኪቦርድ ሴቲንግስ እዩ ኣብዛ ላንጎጅስ ትብል ዘላ ኣብኣ ኣትየ ኣድ ኪቦርድ ትብል ኣላ ትሪእዋ ኣለኹም ኣብዛ ኣድ ኪቦርድ ምስ በልኩ ኣብዛ ሰርች ትግርኛ ኢለ ሰርች ይገብር እየ ትግርኛ ከም ተምፅኣትለይ ኣላ ትግርኛ እየ ሸታ ቀዳመይቲ ክመርፀ እየ ሰው እዚኣ ምስ ወደት ታሕቲ ትሪእዋ ኣለኹም ታሕቲ የማን ኩርናዕ ዳን ትብል ኣላ ዳን ክብላ እየ ሰው ወዲና ኣለና ሴት ጌርና ኣለና ናብ እንታሕቲ ተመሊሰ ኣለኹ ኣብ ዝኾነ ኣፕሊኬሽን ኣብ ዋትሳፕ ቴሌግራም ብደየገድስ ኣትየ ብትግርኛ ተዛረብክዎ ነገር ከም ኪቦርድ ከመይ ጌራ ትፅሕፈለይ ንርኣ ሕጂ ኣብዛ ዝጥቀመላ ኣለኹ ተሌፎን ዋትሳፕ ተተግባዮም ሰር ይብላ ኣገን ተማሳሊ እዩ ኣብ ዋትሳፕ ኣብ ቴሌግራም ኣብ ዝኾነ ኪቦርድ ኣብ ዝኾነ ክጽሕፈሉ ደለኹ ቦታ እያ ክጥቀመላ ድኽእል ኣብዛ ታሕቲ ሰርች ትብል ኣላ ኣብኣ ክጥቀመላ እየ ኣብኣ ኣቴ ትሪዋ ኣለኹም ትግርኛ ኤርትራ is now installed tap the language key to switch ትብለና ኦኬ ክብላ እየ ሕጂ ድማ በዛ ታሕቲ ጸጋም ኩርናዕ ናይ ኪቦርድ ምልክት ኣላ ኣብኣ ምስ ተወቕኩ ክመርጽ ከተፍቅደሉ እያ። ጂቦርድ እንግሊሽ ኣላ ሕጂ ትግርኛ ቀይራ ኣለ እገን ምልስ ኢለ ቅሩብ ኣብዛ ታሕቲ ጸጋም ኩርናዕ ኣላ ናይ ኪቦርድ ትመስል ምልክት ኣብኣ ኣእትዎ እየ ኣብኣ ኣትየ ትግርኛ ክመርጽ እየ ትግርኛ ምስ መረጽኩ እዛ ኪቦርደይ ከምዛ ትሪእዋ ኣለኹም ናብ ናይ ትግርኛ ፊደላት ተቀይሩ ኣሎ ማለት እዩ ሕጂ ድማ ኣብዚኣ ብየማን ወገን ዘላ እዛ ናይ ማይክሮፎን ትመስል ምልክት ክልተ እየን ዘለዋ ኣብታ ሰርች ዝብል ዘይኮነስ ኣብቲ ኪቦርድና ባዕሉ ዘሎ ናይ ሰርች ምልክት ኣብኡ እትውቀ ኣብኡ ድሕሪ ምጥዋቀይ ድማ ዝኾነ ብትግርኛ ተዛረብክዎ ነገር ናብ ጽሑፍ መልክዕት ገይረላ እያ ኦኬ ንርኣያ ሕጂ ኣብኣ ክትወቐ እና ትሪእዋ ኣለኹም ኣብኣ ተወቐ ኣብኣ ምስ ወቐኩ ናይ ማይክሮፎነይ ክትጥቀም ግድን ፍቓድ ክህባ ኣለኒ ስለዚ ዋይል ዩዚንግ ደ ኣፕ እቲ ኣፕሊኬሽን ክጥቀመላ ከለኹ ጥራሕ ፍቓድ ክህልዋ ኢና እቲ ማይክሮፎን ክጥቀም ማለት እዩ ስለዚ ዋይል ዩዚንግ ደ ኣፕ ክብላ ሰላም ተኸታተልቲ ሃብቲ ኣፕ ቴክ ኣካዳሚ ኦኬ ከምዛ ትሪእዋ ኣለኹም ሰላም ቀጺላ ኣላ ኣቋርጸ ሰላም ተካታተልቲ ሃብታም ተክ ኣካዳሚ ኢላቶ ኣላ ሕጂ ኣገን ተክ ኣካዳሚ ትግርኛ ሰሪ ኮነ ኣብ ኣያ ተዳናጊራ ማለት እዩ እታ ሰላም ተካታተልቲ ሃብታም ትብል ኣላ ግን ዳይሬክት ኣምጽኣታ ኣላ ስለዚ ዝኾነ ነገር ክጽሕፎ ደለኹ ብምዝራብ ጥራሕ ክጽሕፎ እኽእል እየ ማለት እዩ ምናልባት ኪቦርድ ዘሸግረና ተኮይኑ ወይ ናይ ትግርኛ ናይ ግእዝ ኪቦርድታት እውን ኩልሻዕ ኣዝዩ ጽቡቕ ሰሪ ኮነ ብከምዚ መገዲ ክንጽሕፍ ንኽእል ኢና ኣብ ንህቦ ከሉ ግዜ ቮይስ ኖት ክንሰድድ ኣይንደልን እሞ ግን ተሃዊኽና ድማ ክንፅሕፍ ዘልና ሶ ብቮይስ ተጠቂምና ከምዚ ክንፅሕፍ ንኽእል ኢና ግን ካልኣይ ሸዓ ፍትና እየ ሰላም ተኸታተልቲ ከምዛ ትሪእዋ ዘለኹም ሰላም ተኸታተልቲ ኢላ ፅሒፋትለይ ኣላ እዛ ኪቦርድ ወይ እዛ ጂቦርድ ምጥቃም ማለት እዩ ዝኾነ ብትግርኛ ተዛረብክዎ ነገር ናብ ትግርኛ ፅሑፍ ክትቅይረለይ ትኽእለ ሓንቲ ካብተን ቁርብ ሰፕራይዝ ምኮና ንረኸብኩዋ ነገራ ድማ እቲ ኣዝዩ ፅቡቕ ምልከት ናይቲ ቋንቋ ኣለዋ ማለት እዩ ዝኾነ ነገር ክዛረብ ከለኹስ ኣዝያ ብንጹር ወይ ብጽቡቕ መገዲ ትትርጉሞ ኣላ። ኣብ ዝሓለፈ መልክዓት ናይ ከምዚ ኪቦርድ ወይ ትራንስሌሽን ኣፕሊኬሽናት ኣብ እተፈላለየ ዝረኣናዮ ከምዚ ነበረን። እቲ ንዛረቦ ወይ ውን እቲ ክንትርጉሞ ንፍትን ንጹር ትግርኛ ወይ ብግቡእ ትግርኛ ኣይትርጎምን'ዩ ነይሩ ወይ ኣይጸሓፍን'ዩ ነይሩ ማለት እዩ። እዚኣ ግን ኣዝየን ካብተን ዝሓሻ ኮይና ረኺብናያ። እዚ ድማ ካብ ቪድዮና ወጻኢ ደኣ እምበር ክኸውን ይኽእል እዩ። ብሓፈሻ እቲ ቅልጣፈ ናይ ምዕባለ ድመጽእ ደሎ ኣብቲ Tech World ብሓፈሻ ብፍላይ ኣብ ናይ AI ን ካልእን ኣዝዩ Exponentially ወይ ድማ ኣዝዩ ቀልጢፉ እዩ ድዓቢ ደሎ ካብ ዝሓለፈ ኣርባዕተ ሓሙሽተ ዓመት ቅድሚ እዚ ChatGPT ገለ ናይ ብሓቂ ኦፊሻሊ ምዝርግሑ ቅድሚኡ ድነበረ ዕብየት ክንሪኦ ከለና ኣብዛ ድሓለፈ ዓመት ደጋጠመ ዕብየት ክንሪኦ ከለናን ኣዝዩ ዓቢ ለውጢ ኣለዎ ብሓፈሻ ናይ AI ን ካልእ ድመጽእ ደሎ Tech ን ኢንፎርምድ ኮይና ወይ ፈሊጥና ተሓቢርና ንፀንሕ ኣዝዩ ኣገዳሲ እናኾነ ይመፅእ ኣሎ ስለዚ ከም ናዕል ቪድዮታት ክትከታተሉ ምስ ትደልዩ ሳብስክራይብ ምግባር ኣይትረስዑ ዝኾነ ሕቶታት ዘለኩም ድማ ኣብ ኮመንት ግደፉልና ብድተኻእለ ናብ ሓፀር ግዜ ንምልሶ ክንፍትን ኢና ገለገለ ሕቶታት ብጣዕሚ ፐርሰናል ምስ ዝኸውን ግን ዳይሬክት ኣብቲ ኮመንት ክንምልሶ ምስ ዘይንኽእል ናምበርና ኣብዚ ናተይ ፐርሰናል ነምበር ማለት እዩ ኣብዚ ታሕቲ ገዲፍና ኣለና ዝኾነ ሕቶታት ምስ ዘለወኩም ብዋትሳፕ ቮይስ ኖት ክትገድፉልና ትኽእሉ ኢኹም እያን ብድተኻእለ ናብ ድሓፀረ ግዜ ክንምልሶ ኢና